ከመይ ገይረ ሕነ ከም ዝፈዲ ኣማኽሩኒ። ዋላ እኳ ካብኡ ዝበለጸ ኣፍቃሪ ይርከብ፣ ንዕኡ ግን ክርስዖ ኣይከኣልኩን። ኣይደልን እናበልክዎ ኣገዲዱ ናብ ዘይደልዮ ህይወት ምስ ኣተኹ ጠሊሙኒ ስለ ዝኸደ ከምታ ኣይረሳዕኹን። ፍትዋት ተኸታተልተይ እንኳዕ ብሰላም መጻኹም። ንሎማዓልቲ ሒዘልኩም ዝመጻኹ መደብ ድማ መደብ እንታይ ትመኽሩኒ ዝብል ሓንቲ ሓፍተይ ኣብ ኮሜንት ዝጸሓፈትለይ ዛንታ እየ ሒዘልኩም መጽየ። ኣነ ከምቲ ኩሉ ግዜ ናይዚ ሓፍተይ ዛንታ ኣንቢበ ምስ ወዳእኹ ሓሳበይ ከካፍላ እየ። ንስኻትኩም እውን ዛንታ ሓፍትና ሰሚዕኹም ምስ ወዳእኹም ከምቲ ልሙድ ሓሳብኩምን ምኽርኹምን ኣብ ኮሜንት ንኸስፍሩላ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይ ዝሓፍትና ዛንታ ከብለኩም ሰናይ ምክትታል። እዛ ናይ ዝሓፍትና ዛንታ ከምዚ እያ ትብል። ሰላም ኣቢተይ ብዘለኽዮ ሰላምን ራህዋን ይምነየልኪ። ኣሜን ዝሓፍተይ ንኹላትና እና ተገዲስኪ ይመልስለይ ሕማቕ ኣለኹ። እንታይ እያ ኮይና ዶ ኢልኪ ትኾኒ? ገና ጋሻ እናሃለኹ ዝተፋለጥክዎ ፍቕረኛ ነይሩኒ። ብህልኽ እየ ተጀሚሩ። መጀመርያ የፍቅረኪ እየ ይብለኒሞ ኣነ ኸዓ ብወዲ ፈተና ይበዝሐኒ ስለ ዝነበረ ተገዳስነት ይኹን እምነት ኣብ ወዲ ኣይነበረንን። ፍቕረኛይ ግን በቃ ሃሊኹ ይመስለኒ። እቶም ምሩፃት ዝበሃሉ ናይ ፍቕሪ ቃላት ትግርኛ ምስ ዘርዘረለይ ኣነ እኮ ካባኻ ዝበለጸ ኣየምጽእን፣ ግን ኣማኒት ጓል ሄዋን ስለ ዘይኮንኩ ከይትጎድእኒ ፈሪሐ እየ በልክዎ። እሞ ኖኖ ኣይጎድእክን ምሳኺ ዝተመነኽዎ ህይወት ብዙሕ እዩ እመንኒ በለኒ እሞ ኣነ ኸዓ ገርህ ልባ ኣሚነ። ኣነስ ዘይኢደይ ብሓቂ ድዩ ብልቢ ተመንዩኒ ኢለ ገሪሙኒ። ኣነ ኸዓ ዋላ እኳ ከምኡ ይበለኒ እምበር መሊኤ ኣይኣመንክዎን። ኣጋጣሚ ብዙሕ ነገር ክፍጠር ይኽእል እዩ ኢለ ምስ ካልኦት እውን ምድዋል ኣይገደፍኩን። ከምዚ ኢልና እናቐጸልና ድሕሪ እሺ ምባለይ ባህርያቱ ተቐያይሩኒ። ማለት ከይደወልኩሉ ኣይድውልን፣ ከይጸሓፍኩሉ ኣይጽሕፍን። ኣነ ኸዓ ዝተገደሰለይ ይግደስ እምበር ዘይግደሰለይ እንተኾይኑ ኣይጠቕመንን ኢለ ይሓስብ ስለዝነበርኩ ከይደወልኩ ንሓደ ወርሒ ዝኾን ስቕ በልኩ። ኣጋጣም ከኣ ፌስቡከይ ተዓጽዩ። ደሓር ድሕሪ ወርሒ ደዊሉ ፍሬንድስ ሓቲቱ እንታይ ኮንኪ ጠፊእኺ ደኣ ኢሉኒ። ይቅርታ ፌስቡከይ ስለ ዝተዓጸወ እየ ኢለዮ። ግን ፌስቡከይ ምስ ተዓጸወ ወድያው ከፊተ እየ ምስ ካልእ ይደዋወል ነይረ። ምኽንያቱ ኣነ ብፍቕሪ ሕንቅቕቲ ስለ ዝኾንኩ ዘኽብረንን ዝሓንቅቐንን ብጣዕሚ እየ ዝፈቱ ነይረ። ግን እዚ ፍቕረኛይ ደዊሉኳ ዋላ ሕማቓት ቃላት ተዘይተዛረበ ክድወሎ ብቻ እዩ ዝጽበ ነይሩ። ኣነ ኸዓ ናይ ውሽጢ ድልየቱ ምርዳእ ኣቢኒ ከምዚ ኢልና እናተጓዓዝና ሓደ መዓልቲ ክነግረክንዶ በለኒ እሞ ወየ ይብሎ ኣነስ ከም ሓፍተይ ክርእየኪ ይብለኒ እሞ ሓው መዓስ ስኢነ ኢለካ እንታይ ክትረክብ ደኣ ሓፍትኻ ክኸውን ዝተመነኻ በልክዎ እሞ በቃ ኣነ ንዓኺ ዝበቅዕ ወዲ ኣይኮንኩን በለኒ። ማለት ኣይተረድኣንን። ትበቅዕ ኢለስ ኣሜን ኢለ ኮት ተቐቢለ በልክዎ እሞ በቃ ኣይኸውንን ኢሉ ኣቕበጸኒ። ብዝተኽኣለኒ መጠን ለሚነ ረብሪበ በቃ ኣቐቢጹኒ። ጸገም የይብሉን ጽቡቕ ይምነየልካ ኢለ ብሎክ ኢለዮ። ምንም ኣይመሰለንን። ድሕሪ ዝተወሰነ ኣዋርሕ ካብኡ ዝበለጸ ኣብ እግረይ ተደፊኡ ዝሰግደለይ ወዲ ዓደይ መዋስብተይ ተፋሊጠ። እንኳዕ እኳ ተበደልኩ። ኣምላኽ እንታይ ይሰኣኖ ኢለ ተስፋ ገይረ ህይወተይ ሰሪዐ ይነብር ኣለኹ። ግን ናይቲ ብህልኽ ናብ ዘይሓሰብክዎ ህይወት ዘእተወኒ ወዲ ግን በቃ እናመጸ ይረብሸኒ። ከምታ ብህልኽ ጀሚሩ ወዲኡ ዝወጸ ኣነ እውን በቃ ሕነይ ክፈዲ ደልየ ሓግዙኒ። ብምንታይ ከጥቅዐሉ ይኽእል? ተጸባይት ምኽርኹምን ሓሳባትኩምን እየ። ግን ሕቶ ነወዳት ኣለኒ ተገዲስኩም መልሱለይ። ሓንቲ ጓል ግደፈኒ፣ ጽቡቕ ኣለኹ ኣይትደፋፍአኒ፣ ናብ ሕማቕ ህይወት እንተኢላትኩምስ ንምንታይ ትተሃላልኽዋ ዘይተመለሰ ሕቶ ኣለኒ ዝብል እዩ ዛንታኣ። ክብርቲ ሓፍተይ ከም ኣነ ክብለኪ ዝደሊ ከመይ ጌርኪ ሕነ ክትፈድዩ ኣለኪ ከመይ ጌርኪ ተጥቅዕዮ ኣለኪ ቅድሚ ናብኡ ምእታወይ ሓደ ደስ ዝበለኒ ካብዚ ናትኪ ባህርያትሲ ሓደ ካብኡ ዝሐሸ ኣፍቃሪ ከምዚ ጽሒፍክዮ ዘለኺ መዋስብትኺ እንደገና ከዓ ኣብ እግርኺ ተደፊኡ ዝልምን ኣፍቃሪ ስለ ዝረኸብኪ ከምዚ ዝጸሓፍክዮ ፈጣሪ ስለ ዝኽሓሰኪ ደስ ኢልኒ እዩ ካልኣይ ብጣዕሚ ዝፎተኸልኪ ማለት ከም ኣነ ዝድግፎ ባህርያት ስለ ዝኾነ ሲ ዝፎተኸልኪ ነገር ድማ ዘይግደሰልካ ዘይምግዳስ ዝብል ኣብዚ ናትኪ ባህርያት ከም ዘሎ ስለ ዝተዓዘብኩ፣ ኣነ ከም ኣነ ዝኣምነሉን ዝድግፎን ሓደ ዘይደልየካ ዘይግደሰልካ እንድሕር ደኣ ኮይኑ እናለመንካ ተገደሰለይ ምባል ደጋፊት ኣይኮንኩን ምኽንያቱ ሓደ ብልቢ ዝደልየኪ እንድሕር ኮይኑሲ ወዲ ክኸውን ይኽእል ጓል በቃ ንክልቴኻሲ ነዊሕ ዓመት ከጽንሐካ ዝኽእል ነዊሕ ስድሪ ነዊሕ ጉዕዞ ከጓዕዘካ ዝኽእል ክልቴኻ ርክብካ ነዊሕ ዕድመ ክህልዎ ዝኽእል ሲ በቃ ድሌት እንድሕር ሃልይካ ክልቴኻ ድሌት እንድሕር ደኣ ሃልይካ እዩ እምበር ብለመና ወይ ድማ ብገንዘብ ወይ ብዝተፈላለየ ምኽንያታት ሓደ ዘይግደሰልካ ዘይደልየካ ሰብ እናረእኻ ብግዲ ተገደሰለይ ምባልሲ ርክብካስ ነዊሕ ዕድመ ክህልዎ ይኽእል እዩ ኢለ እውን ስለ ዘይኣምን ዘይግደሰልካ ሰብሲ ብግዲ ተገደሰለይ ምባል ደጋፊት ስለ ዘይኮንኩ ካብዚ ናትኪ ባህርያት ደስ ዝበለኒ ንሱ ሓደ ማለት እዩ። ካልኣይን ደስ ዝበለንን ድማ ምጥርጣርኪ እዩ። ምጥርጣርክን ምጥንቃቕክን፣ ከጋጥም በቃ ዝኾነ ነገርስ ከጋጥም ይኽእል እዩ ኢልኪ ምጥንቃቕክሲ ኣነ ይድግፎ እየ። ምኽንያቱ እዚ ወዲ ወይ ወዲ ዓድኺ፣ መተዓብይትኺ፣ መማህርትኺ ኮይኑ ወይ ብዝተፈላለየ ኣጋጣሚ ከም ሓውኪ ከም መሓዛኺ ትፈልጥዮ ኔርክሲ ድሕሪ ዝኾነ ዓመታት ድሕሪ ዝኾነ ግዜ ናብ ፍቕሪ እንድሕር ደኣ ተቐይሩ ባህርያቱስ ትፈልጥዮ ኢኺ በቃ ከምዚ ክገብር ኣይኽእልን ኢልኪ ንባዕሉ ክትተኣማመንሉ ትኽእሊ ኢኺ። ሃንደበት ኣፍቂረኪ ኢሉ እንድሕር ደኣ ሓደ ወዲ መጺኡ ግን በቃ የፍቅረኒ እዩ ሓቂ እዩ ክኽሕደኒ ኣይኽእልን ኢልካ ሚእቲ ብሚእቲ ካብ ምእማን ተጠራጢርካን ተጠንቂቕካን ምጽናሕ ይሐሽ እየ ዝብል ኣነ ማለት እዩ ምኽንያቱ ኣይትጉዳእን ወይ ገንዘብ ክተትርፊ ክብሪ ክተትርፊ ምሽጥር ክተትርፊ ብዙሕ ነገርኪ ክተትርፊ ከምዚ ሕጂ ንሰምዖ ዘለና በቃ ኣፍቂርኒ እዩ ኢለን ሚእቲ ብሚእቲ ኣሚነንኡ ምንም ነገረን ከየትረፋ ምስ ሃብኡ ናብ ህልም ዝበለ ገደል ካብ ዝኣትዋሲ በቃ ከምዚ ተጋጠመኸ ከምዚ ተኾነኸ ኢለን እናተጣራጠራ ዝፀንሓ እየን ብዙሕ ነገረን ዘትርፋን ሂወተን ኣብ ዝሐሸ ቦታ ኣቐሚጠን ኣዝርከባን ማለት እዩ። ስለዚ ኣነ ሃንደበት ኣፍቂረኪ ዝበለ እናተጣራጠርካ እናተጠንቀቕካ ንምፅናሕ ደጋፊት እየ። ናትካ ዓዚ ደገፍኩልኪ ነገር ንሱ እዩ። ካልእን እቲ ቀንድን ምኽሪ ደሊኽሉ ዘለኺ ከመይ ገይረ ከጥቅዖ ከመይ ገይረ ሕነ ክፈዲ ይኽእል ናብ ሕልናይ እናተመላለሰ ስለ ዘሸግረኒ ከመይ ገይረ ሕነ ክፈዲ ይኽእል ዝብል እዩ ስለዚ ከም ኣነ ክብለኪ ዝደሊ ኣነ ንብዙሕ ግዜ ዝከታተሎም ምሁራት ኣለዉ ኣብ ዝኾነ ሶሻል ሚድያ ዝነጥፉ ፈሎው ገይረ ወይ ሳብስክራይብ ገይረሲ ዝከታተሎም ብዙሕ ትምህርቲ ዝቐስመሎም ሰባት ኣለዉ ማለት እዩ እቲ ዝሕልፍዎ ቋንቋ ኣነ ዝርድኦ እንድሕር ደኣ ኮይነ ዋላ ዝተፈለየ ቋንቋ ዝተፈለየ ሃይማኖት ይሃልዎምሲ በቃ ዝከታተሎም ኣለዎ ምክንያቱ ከም ዝጠቕሙኒ ስለ ዝፈለጥኩ ማለት እዩ ስለዚ ካብ ናታቶም ኣነ ዝመሃሮ ትምህርቲ ብጣዕሚ ከዓ ደስ ኢሉኒ ንማንም ሰብ ከማኽሮ ዝደሊ በቃ ኣሚነሉስ ሰብ ከማኽሮ ዝደሊ ሕነ ንፀላኢኻሲ ብዘይ ዝኾነ መሳርሒ ብዘይ ዝኾነ በትሪ ብዘይ ዝኾነ ጸርፊ ክተሸንፈሉ እትኽእል እንተ ተለዊጥካ ጥራሕ እዩ ኢለ እየ ዝኣምን። ሕነ ክትፈዲ እንድሕር ደኣ ኮይንኻ ንነብስኻ ዝጎድእ ሕነ ዘይኮነ ንነብስኻ ዝጠቅም ሕነ ኢኻ ትፈዲ ዘለካ። ማለት ንስኺ ስለ ዝጸረፈክሲ ትጸርፍዮ ኢኺ ግን ብቲ ዘውጻኽዮ ቃላት ንሱ እንድሕር ደኣ ተጎዲኡ ንሱ እንድሕር ደኣ ነቢዑ ድሕሪ ግዜ ክትጠዓሲ ትኽእሊ ኢኺ። ስለዚ በቃ ንዕኡ እውን ኣይጠቐምክዮን ዘለኺ። ንዓኺ እውን ኣይተጠቐምክን ዘለኺ፣ ሕልናኺ እውን ኣይቀሰነልክን ዘሎ። ግን ብዘይ ዝኾነ ጸርፊ፣ ብዘይ ዝኾነ ምልልስ፣ ብዘይ ዝኾነ ሕማቕ ሓሳብ ቀጥ ኢልኪ ናብ ዕላማኺ እንድሕር ደኣ ቀጺልኪ ኣውዲቑ ገዲፉኪ ንስኺ ወዲቕኪ ክትጸንሕዮ ኣብታ ዝገደፈኪ ቦታ ክትጸንሕዮ እናተጸበየ ንስኺ ግን ተላዒልኪ ኣብ ዝለዓለ ደረጃ በጺሕኺ እንድሕር ደኣ ርእይኪ ተዓዊትኪ እንድሕር ደኣ ርእይኪ ኩሉ ግዜ ጸላኢኻሲ ውድቀትካ እዩ ዝደሊ ዓወትካ ይደልን ኩሉ ግዜ ንብዓትካ ይጽበ፣ ስሓቕካ ይደልን። ስለዚ ሓደ ጸላኢኺ ውድቀትኪ እናተጸበየ ዓወትኪ እንድሕር ደኣ ርኢኽዮ፣ ንብዓትኪ እናተጸበየ ጅግንነትኪ፣ ስሓቕኪ፣ ጥንካረኺ እንድሕር ደኣ ርኢኽዮ፣ ካብኡ ዝዓቢ ሕነ ንጸላኢኻ የለን። ሓደ ነብስኺ ትጠቕሚ ኣለኺ፣ መጻኢኺ ተጸብቒ ኣለኺ፣ ካልኣይ ድማ ንጸላኢኺ ብዘይ ዝኾነ በትሪ፣ ብዘይ ዝኾነ ከቢድ መሳርሒ ጸላኢኺ ተንበርክኽሉ፣ ጸላኢኺ ተሸንፍሉ ሕነ እንድሕር ደኣ ኮይኑ በቃ ነብስኺ ጠቒምኪ ነብስኺ ዝጠቅም ኣብ ዝለዓለ ደረጃ በጺሕኺ ጠንኪርኪ ብልጽቲ ጓል ኣንስተይቲ ኮይንኪ ምርኣይ እዩ ስለዚ ንዕኡ በቃ ረስዕዮ ምስቲ ሕጂ ዘለኺ የፍቃሪኺ ብጽቡቕ ተረዳዲእኺ ተሳኒኺ ጽቡቕ ፍቕራዊ ህይወት ጽቡቕ ሓዳር ጽቡቕ ህይወት ክትምስርቲ ከለኺ ተለዊጥኪ ጠንኪርኪ ናተይ ትብልዮ ሒዝኪ ኣብ ዝለዓለ ደረጃ በጺሕኺ በሊጽኪ ክርእየኪ ከሎ ኢኺ በቃ ሽዑ ሕነ ትፈድዮ ዘለኺ ማለት እዩ እምበር ከምዚ ትሓስብዮ ዘለኺ ንሱ ከምቲ ብህልኽ ናብ ሂወትኪ ዝመጸ ንስኺ እውን ከምኡ ዓይነት ሕነ እንድሕር ደኣ ፈዲኺ ናብ ሂወት ብህልኽ ከይድኪ እንደገና ከዓ ብህልኽ ወፂኺ ወይ ካልእ ክኸውን ይኽእል ምንም ዓይነት ትርጉም ኣይብሉን ንዓኺ ፅባሕ ንግሆ ናብ ልብኺ ምስ ተመለስኪ ካብ ዘለኽዮ ስምዒት ምስ ወፃኺ ከጣዕሰኪ ይኽእል እዩ ስለዚ ሕነ ክትፈዲ ተኮይንኪ ነብስኺ ዝጠቅም ፅባሕ ከጣዕሰኪ ዘይኽእል ሕነ ኢኺ ክትፈዲ ዘለኪ እየ ዝብለኪ ክብርቲ ሓፍተይ ንሎማዕልቲ ዝነበረትና ፃንሒት እዚኣ እያ ትመስል ኣብ ቀፃሊ ቪድዮ ክስካዕ ንራኸብ ሰሰናዩ ንዓኹም ባይ ባይ።